ዓዲ ርሒቓ ንርሑቕ ካናዳ ጸሚድ ንበይነይ ዓለመይ ከቢዳ ንምርኣያ ተዋናውን ለምለም ሰትሩባ ኣብ ጽምዋ ዝዓበየት ኪነጆ ትጎቦ ትኹርባ ቀኒዓ ትምርሽ ዘይትብል በዝባ በዝባ ከም ሽማ ሳባ ናይ ዘበና ንግስተ ሳባ ኣሚነ ካብ ወርቂ ጥዕምቲ ጓል ከም ትሕረ ሕርኽራኽ የብላ ገለ ሕርኽርኽ የብላ ዕረ ገሪሙኒ ኮኾብ ድልውነት እውይ ክትናፈቒ ድሕሬኺ መሬት ጽብብ ክንዲ ዑንቂ ካብ ደቂ ሄዋን ብርቂ ብዘይ ምግናን ብርቂ ክብርቂ ጥዕምቲ ሽታ ሪሓን ተባሃጊት ቆጽሊ ጻዕዳ ዕንበባ ሃገግ ጨና ኣብ ርሑቅ ሃልያ ኣብ ቀረባ መን ክርሕቃ ጥቃ ሰብ ተቀሪባ ጥዑም ጨና ዘለዋ እናሻዕ ትቀርባ ተፈልይ መጸካን ኣበይ ከ ክትጸግባያ ትብል።
ሰላም ተኸታተልቲ ሰባን ሓበሻ ኢንተርቴንመንት ከመይ ኣለኹም? ንሎሚ ቀሪብናልኩም ዘለና ጋሻ ኣጀንት ወደ ኣስመራ ካብቶም ናይ ቀደም ኣጀንት ወደ ኣስመራ እዩ። ብቐጥታ ናብቲ ዕላል ክነመሓላልፈኩም ርግፀኛ እየ። ቻነልኩም ከይገርኩም ሳና ተፀኒሕኩም ከም ትሕጎሱ እንኳዕ ደሓን መፃኻ ወዲ ስራሕ እንኳን ፀላሓኸይ

ብጽቡቕ ተዓሽሙ ነይሩና ብ ካምቦን ብሓንሳእ ንመሃር ነይርና ብድሕሪ ንሜዳ እሱ ከይዱ ብድሕሪኦም ምስ መጸ ኸኣ እቲ እንዳገፍሖ ከይዱ እቲ ዕርክነት የማነ ሕያዋይ ለባም መስተውዓሊ ደረፋይ ጥራሕ ኣይኮነን ኩሉ ዝሓዘለ ሰብ እዩ ነይሩ ንድኻ ይረድእ ንዝተሸገረ ይረድእ ንዝደኸመ ንኹሉ ሰብ ውፍይ እዩ ሰብ እዩ ነይሩ
ከምዚ ትዕለን ዘለኻ ትኮይኑ ኣዝዩ ጥቡቅ ርክብ ኣለኩም እዩ ዝመስል ዘሎ ካብ ደርፍታቱ ብፍሉይ ንስኻ ትፈትዋ ደርፊ ትህልወካ ዶ እወ ሕጂ ካብ ደርፍታቱ ካብ ሓደ ናብ ሓደ ኣይበላልፅን እንድዩ እወ ብጣዕሚ ኩሉ ጥዑም እንድዩ ግን ካብ ኩለን ካብ ተታሹ እንድሕር ርኢና ተደጋጋማይ ደርፊ ዘታሹ ስለ ዝኾነ ተሓን ደርፉ ናፅነት እየ ዝፈትዋ
ኣዝያ ጥዕምቲ ደርፊ እያ ናጽነት ኣብ ቅድመይ ዓይኒ ፈረጃ እንቋዕ ሃለወት ገርግሻ ምልምል ሰውነት ኣቤት መንኮብ ዘወጥሕ ልሱስ ኮረሻ ጽባቐ ገጻ ጋቢና ቮልቮ በዓል ስፖንዳ ሸሞንተ ማርሻ እናሓደረ ትኹላዕ ወርቂ ብሻ ዘናጥ ከይተሰለመት ስልምቲ ጎባጉብ ኩትሻ ወላድ ዘይትነጽፍ ፈልፋሊት ዒላ መጋቢት ሕርሻ ድምቕቲ ወርሒ ምጥጣዊት ብርሃን ንበረኻ ጣሻ ኣእምሮ ተዓዲላ ሰብ ዘየትብዖ በሊሕ ማሕረሻ ምስሊ ቀዳሞት ክጸንሕዋ ውርሻ ጉዳም ወሓለ ጽፍፍቲ ንገዛና ኣምሲላቶ ገነት መናፈሻ ምረቓ ኣለኪ ኣበይ ከየትስእንኒ ንዓይ ንምኪ ኣነኻ ይሕሸኪ ካልኣይ ኣቋምትን ንስኺ ኩንኒ ናይ ዘልኣለም መጠረሻ ኣብ ውላድና ቁራስ ቶርታ እንቁሕ ሕንባሻ ኣብ ጉዕዞና ይግበረልና ሰናይ መገሻ ያትብሉ።
ሽመይ ሙሴ ተክለሃይማኖት ተወልደማርያም ይበሃል። ኣባል ቀዳማይ ዙርያ ሃገላዊ ኣገልግሎት ሳጓይ ኣቢዓብያ ትበሃል ነይራ ሕጂ እያ ናይ ኣቦሓጎይ ኣብ ሳዋ ኣብ ኣቦሓጎይ ቀይሮማ እምበር ናይ መጀመርታ ሳጓይ ኣቢዓብያ ትጽዋዕ ነይራ።

ምስ ተኣስረ ሕጂ ሓደ የመናዊ ከም ምስ ተኣሲሩ ሓዲሮም ንጎ ሽዑ ዋ ኣንታ ገሪሞት እንተ ምጭ እኳ ገሪዶም ዋይ ዋይ ንዓና እኳ ጎረቤቶም ደናሓፉናስ ንዓኻ ሞ ስግር ባሕሪ ሞ እንታይ ንዓኻማ ኣሱራ ግባ ኢልዎ ካልኻ ናይ ገሬሞቶ ኸ ምበረ ከ ሓደ ግዜ ከ እንዳኸደ ከሎ ይዕልል ምስ ሓደ ዓርኩ ዳዓልል ንዓልል ዝሓር ደገ ክወፅ ደልዩ ሓተ ሰብ በዚሑ እንታይ ትገብሩ ጨኒቑ ሓንቲ ሰበይቲ ብድሕሪ ነይረን ኸዳ ኸዳ ኩል

በዓል ሓማሴን፣ ኣኩርዛይ፣ ቴሌ፣ ሰራየ እዞም ኩሎም ንከታተል ነርና። እቲ ግዜ ግን ኣጋጣሚ እንታይ ሽሙ እቲ ኩነታት መጺኡ እንታይ ሽሙ ገይሩ እምበር በዓል ሓማሴን በዓል ወዲ ዓብደላ ኤለ እስማዒሎ ናይ ሓማሴን በዓል ኢማነ ዮሴፍ በዓል ፓቸ ገምታት ድነቖም ነይረ በዓል እዚ ወዲ ቅጭነ ብጣዕሚ ደነቖም ነበርኩ ሰባት እዮም ብድሕሪኡ ኣብ ግዜ ደርጊ ኻኒ ብድሕሪኡ ኣብ ግዜ ደርጊ ከኣ ጋንታታት መጺኤን ከኣ በዓል ሚኪኤል ቡኛ፣ ተፈራ ገብረክርስቶስ፣ ኮረሪ እዚኣቶም ከኣ ዳዊት ዳዊት ነጋሽ እዚኣቶም ከኣ ነኦም ሓያላት ጋንታታት ከም ዝነበራ እኮ ዕላል ኣለና። እወ
ሸይሙኒ ብጸጋ ገይሩ ብዓል ማዕርግ

ከም ሰብ ኣይኮነትን ትነብር በቂቃ እዛ ለባም ሰበይቲ እምበር ባእ ተሰቂቃ ትብጻሓካ ኢላ ዘይትበኒ ንጓላ መሪቃ ጸገም ኣይመጋጠመን ንምስላም ጨርቃ ወርቃ ንሳ ውን ትምኒታይ ክትርኢ ደቂ ደቃ
ኣብ ኣኽርያ ዝነበረ ሰሳሕ ዝበሃል ነይሩ። ሰሳሕ ምሸት ምሸት መሰይ ዝሰቲ መሰ እናሰተየ ምሸት ኣቱ ፍርቂ ለይቲ ኣቱ ገለ ኣቱ ሓንቲ ተንሰይቲ ከልቢ ነይራ ትብገዝኡ እጅብ እንዳጋብር ዝመፅእ ብገለ ዝመፅእ ብገለ ዝመፅእ ኣኻልብ ናብኣ ጥራሕን ዝመፅ ኣብታ ካንሸሎ ካንሸሎስ ጋህ ዝበለ ካንሸሎ እዩ ናብኣ እናመፅኣ ከለዋ ንዓ እሰራ እሱስ ኸይሩ ክመጽእ ንዓ ኦኦኦ ክብላ እበዝሓ ኣብ መጨረሽኡ ሰሳሕ ድቃ ስኢኑ እታ ጣብያ ድማ ልክዕ ኣብታ ሳልሳይ መደበር እያ ነይራ ልክዕ ከምዚኣ ናይ ኣባጊዕ ክልተ እግራ እስር እስር እስር ኣቢሉ ከምዛ በጊዕ ኣብዛ ክሳዱ ትስክም ኣቢሉ ናብታ ጣብያ ወሲድዋ እንታይ ኮንካ እየ ኢለ እሞ ኣነ በቃ ድቃስ ስኢነ ኢለዋ ነዚኣ ኣለዋ ተዓዘብቲ ነዚኣ መርምሩለይ ባዕላ ክትውጭጨን እያ ጌንታት ገለ ኢሉ ኣብቲ ጣብያ ኣረኪብዋ።
ኣብ ግዜ ንእስነትካ ወዲ ዲስኮ ኣብ ግዜ ንእስነቱ ዝፈትዋ ደርፊ ወይ ትዝታ ኣብ ትዝታ ትእትዎ ነበረ ደርፊ ትህሉ ዶ? እወ
ኩሉ ሰዓት ናይ ንእስነት ግዜ ተኣሽሙ እንዲ የብለካ እንዲ መረሳሰኒ እንዲ ሕጂ እዛ ፍቕሪ ዕውር ኣሚን ናይ ዑስማን ዓብድርሒም ብጣዕሚ እየ ዝፈትዋ ነይረ ፍቕሪ ዕውር ኣሚን ናይ ዑስማን

ስንፍ ተበለኽረምቲ እንተዘይሃለወ ቅጫ ጠስሚ ኣበስንቲ ደቀን ዝምግባ ማእሪረን ኩዕንቲ ክትኩዕንቲ ፎእ ንበለን ለም ዘበን ኣንስቲ ንሰብ ወድ ሰብ ዝምንያ ስጂን ቤት ማእሰርቲ ግርም እባ ኣረቂ ተተኾልኪልካ ፈቕዳ ውራይ ቀዳመ ስናብቲ ሕሜታን ዝኸሉ ብቆነንቲ ካብዘን ከምዚኤን ትሓልወና ማርያም ኣስመሬቲ ቂር ከይብለክን ሓደ ክልተ ለጋሳት ገዲፍካ ከም ዕያውቲ ኣበይ ከይሰኣና ናይተን ቀዳሞት ወረስቲ ዮሃና ደስ በልኩም ደስ በለና ደቂ ዓዲ መንጎቲ ቁልቁለት መንጉዳ ብሰላም ወሪዶም ዘመስግኑ ኣብ ሽከቲ ኣብ ጉዕዞኦም የማነ ጸጋም ቆሊሕሊሕ ክብሉ ኣትክልቲ ንኣትክልቲ ዝተባረኸ መሬት መላእኽቲ ካብ ዓሌትና ሓንቲ ዓባይ ስረወተይቲ ኣዝያ ፍትውቲ ሽማ መዋስእቲ ለከ እንዶ ብገጹ ጽዕምቲ ናታ መዳሓንቲ ሕጂ ውን ቁምነገር ጥራይ ደይኮነ ቁሩብ ካብቲ ዋዛታት ዋስ ከተብለልና ኢኻ። ሓደ ግዜ ኣብ ኩዕሾ እየ ሓማሴን ኣኮልጉዛይ ዝጸወታ ነይረን ሕጂ ሓማሴን ኣኮልጉዛይ እንዳተጻወቱ ከለዋ ኣኮልጉዛይ ጎሎቱ ሕጂ ሓደ ትዝ ኢሉ ኣዮኹም ናይና ኣዮኹም ናይና ኢሉ ኣኮልጉዛይ ጎሎም ዘእትዉ ሓደ ካብ ቲፎዞ ሓማሴን ወዲ ባቴ ድበሃል ነይሩ ሓሪኡ ተሲኡ ብክሳዱ ሕዙ ሓንኮ ኣይነቶም ናትካ ብሎ ኩሎም ናይና እዮም ኩሎም ኩሎም ናይ- ናይና እዮም ነግዘ ያውፅኒ እዩ ሓቁ ናይ ቀደም ደቂ ኣስመራ ብብዝሒ ቡት ጫማ እዮም ዘዘውትሩ እዩ ዝበሃል። ካብ ምንታይ እዩ ብመሰረቱ? ኩሉ ሰዓት ናይ ቀደም ደቂ ኣስመራ እዚ ቴክስታል ፊልም ገለመታ ንርኢ ስለ ዝነበርና ንዕዑ ተሞርኪስና እግርና ጃንጎ ሰላሳ ሰላሳን ክልተን ንኸዉን ንገብር ፖት ጫማ ከኣ ፖት ጌርና ኢና ንዘዉር ኔርና ነቶም ኣክተራት ክንመስል ኢና።
ኣዝዩ ጽቡቕ ነገር እዩ። ፊልም ዝረኣኻዮ ብኣካ ክትፍትኖ ማለት እዩ። መጽሓፍቲ ምንባብ ከመይ ኢኻ ወዲእካ ሓወይ?

ኣብ ቀዳማይ ዙርያ ኣነ እኳ ዝዝክሮ ናይ ወዲ ዛዕባብ እናተዓለምና እናተዓለምና መንጎ ሕኪያ ሕኪያ ሕኪያ እናተገበረ ከሎ ኣጋጣሚ ቀዳማይ ሓባርን ካልኣይ ሓባርን ዝበሃሉ ነይሮምና ሕጂ ወዲ ዛዕባብ ጠጠው ኢሉ ጭሕሙ ሰድድ ጭሕሙ እንዳሰደደ እንዳሰደደ ከሎ ሜሳ እዚኣ ንእሸ እያ ነይራ እዛ ከባብ እንዳሰደደ ከሎ መርሓ ጋንታ ካልኣይ ሓባር ህምፅ ኢሉ ኣታ እንታይ ትገብር ኣለኻ ኢሎስ ጭሕመ ይሰድድ ኣለኹ ኢልዎ ቦግ ኣቢሉ እታ ሜሳት ርኢ ኣቢልዋ መሳት ገፁ እዚ ዳ እንታይ ንዓይ ዝመስል ኢልዎ መርሓ ጋንታ ዳ ምፅኢስ ቦግ ኣቢሉ ድማ ሶስ እዚ ዳ እንታይ ንዓኻ ክመስል ንዓይ እምበር መስል ኢልዎ

ኣራናኣና ኣኒሚ ፓሪስ ጃፓን ኣኒሚ ቶኪዮ ስታት ዝከደ
ሻሚ ካፑር ብጣዕሚ ብጣዕሚ
ዕላል ኣቦና ዝወለዳ ሳልሰይቲ ለምለም ሕያወይቲ ናይ ገዛና ግርማ ምጭውቲ ሃንደበት ዓሪፋ ኣቦ ናብ ዘይጸበየ መዓልቲ መበል ታሽዓይ ሓውና ሕሳስ ዝደ ወዲ ካብ ከብዲ ደይ ወጺኡ ብኦፕሬሽን ሕጋዊ መጥባሕቲ ኮይኑ ካልኣይ መዋቲ ተሰሊሱ ምስግና ሓውና ሓላል ኣብ ሳልሳይ ወራር በጃ ህዝቢ ምእንቲ ሃገር ጠፊብ መስዋእቲ ሕጂ ኮይና ዘላ ናይ ገዛና ሳልሰይቲ ሽማ ኣብርኽቲ ከምዚ ይመስል ናይ ገዛና ስልቲ መተካእታ ተጋደልቲ ነዚ ሃገር ኣለዋ በላዕቲ ተዓጻጸፍቲ ኣክቲቪቲ ረኣለኒ ኤርትራና ንመጻእት ኮነልና ለምለም ሰቲ ዘይተዘርገ ጽሩይ ማይ ክሰቲ ክሓስረና ክብርክት እኽለ ማዕጬቲ ሃገርና ተወሪራ ጸኒሓ ባዕዳውያን ገዛእቲ ካብ ቀደም ካብ ጥንቲ ዋርሳይ ይከኣሎ መንእሰያት ከም ብሌን ዓይኒ ሓልዋ ከይትኹን መጻወትታት ጸላእቲ ሕድሪ ለናይ ብሓጎታት ዓበይቲ ፎር ኤግዛምፕል ንኣብነት ከም ባህታ ሰገነይቲ ህዝብና ድኽነት ክበልየሉ ክሕጎስ ብሃፍቲ ብመካይን ክዋናጨፍ ካብ ገዝኡ ስርሑ ካብ ገዝኡን ትምህርቲ ስልጡናት መጓዓዝያ እኳ ኣትየን ካብ ኣስመራ ንሕምብርቲ መሰሎም ተሓሊሎም ሰብ ኣጣል ሰብ ከብቲ ቸት ሸጦም ካብ ባጋር ክምለሱ በተን ቀያሕቲ ያትው።
ኣዝዩ ንዓይ ካብ ሂንዲ ደስ ዝብለኒ ፊልሚ ራምፐራራም ትበሃል ፊልሚ ነይራ። ንሳ ድማ ኣሚትን ዳርሜንድራን ኮይኖም ዝሰርሕዋ ማለት እዩ። ናይ ክልቲኦም ኣሕዋት እቲኦም ክልቲኦም ኣሕዋት ናይ ኣሚትን ዳርሜንድራን ኣብ መንጎኦም ኣዲኦም ኣሕዋት ክልቲኦም ኣይፋለጡን እዮም ነይሮም። ሕጂ ኣብ ስደት እቲ ንበይኑ እቲ ንበይኑ እናነበሩ እናነበሩ እናነበሩ ከለዉ

ጸገም ንሓጂ እዚ ትሪግሎ ኣሎ ሕጂ የማነ ባርያ ኣብ ዝርከበሉ ግዜ ስኒ ኣብ ምንታይ ዳርጋ ነቲ ምድራፍ ከማን ጸሪዎ ነይሩ ምክንያቱ እቲ ዜማን ግጥምን ገለ ምንታይ ስለምጽኡስ ኢሳይ ጸጋይ ንፉዕ ነይሩ ብጣዕሚ ሓደ ሓውና ብጣዕሚ ሓያ ነይሩ ሕጂ እዚ ጸገም ሕጂ እዚ ናይ ሕጂ ዝገጥሞ ዜማን ገለ ወላ እተን ደረፍትስ ክልቲ ኣይብለ ይዝ ምስሮ እዩ በቃ ናይ ወርሒ እቲ ሓድሽ ወለዶ እንድናዓደልና

እቲ ጨፊኡ ሲ ብጣዕሚ እዩ። ሓስካ ኣሎ እዋ፣ ማለት እዋ፣ እዩ። ኦኬ።
ኦኬ። ሕጂ በዓል እንታይ- መሓሰብ ኣዘኪርካኒ ኣለኻ። ንፍቕሪ ዝተገብረ ዝጸውር ድዩ? ከመይ እዩ? ምልዖ መሰል ምቅርቲ ሰልማ ብዒንቲ ቁልዒ ብዝበለኪ ፈለማ ሽዑ እያ ምርታ ልባ ሓሚማ መልክዕ ከተማ እንዳ ግርማ ዓቐን ኣፋ ማዕረ ካቲማ ዕፉን እኳ በልዒካ ትውዳእ ትተርፍ ከኣ ስማ እዛ ምዕጉርትኺ ግን ዘይጽገብ ተሳዒማ በቲ ሙዝ ቃላትኪ እንተዘይኮይኑ ኣብ ካልእ በጽሒ ነዛ ሊጸማ ኣብ መንጎኹም ዝኣትዋ ኣይፈቱን ጥልቅ ከም ሃመማ ፍቕሪ እዩ ዘገድስ ዋናኽ ዋላ ምሰል ገረብ ድማ መልክዕ ጓልኪ ምስልኺ እንዳ ኣልዛዓማ ስማ ተጠመቕያ ንዕማ ክትኮነልኪ ይምነ ውቅብቲ ጽባቐ ከተማ ኤርትራዊት ክንሳ ዋላ ኣብ ዓጽልያ ሮማ ህዝቢ ዓለም ክተገርም ክትበሃለለ እየ ፎርማ ፍቓድኪ እንተኾይኑ መዝሓል ጎሮሮ ሓንቲ ማይ ምነሳርማ ኣብቲ ናትኪ ርሑስ ጋማያት

ዓርኮ ኩዋይ መሰል ቆማት ልውይ ልውይ ፋጥማ ቀጣን መዓንጣ ከም ሕረላ ኣድሬ ጠምጢማ ቅርፅን ጠባይን ተደሚሩ ሃነን ዘብል ማራኺ ኣሳጉማ ኣዲኣ ግዲ መሪቓታ ደጊማ ደጋጊማ ጓል ተወሊዳ ስማ ተጠመቕያ ጓል ተሂባ ስማ ተጠመቕያ ሳልማ ከርእየና ይምነ ናይ ምሩፃት ብር ተሰሊማ ደሚቑ ይንበር ንኸያስስ ቀለማ ካልእቲ ንዕማ ትኾን ስማ ናይ ቀደም ዓርኪ የፃውተ ስሕቕ እምበር ኣየብኪ ናይ ሎሚ ዓርኪ ሰባሪ ብርኪ ናይ ቀደም መሓዛ ብሕውነት ሓሊፉ ናይ ጸወታ ገዛ ገዛ፣ ናይ ሎሚ መሓዛ ቃንዛ እንጀራ ክንዲ ዝበልዓ ብሕሜት ሰብ ይብዝብዛ እያ።

ሰብኣያ ዘይትፈልጥ ዘፍቅራን ዝፈትዋን ዘይተለሊ ዘይብላ ዓቕሊ ዘይውርዚቲ ከመይ ተጸለሊ ጽኢልካ ስምዓኒ ወዲ ሓወቦይ እንተኾንካ መስተውዓሊ ዝዕምጻ ትፈቱ ብሓይሊ ሓንቲ ጓል ባርኣኹልኩም ዘይጥለም ቁኑዕ ሕጽያም ጸለሞቶ ብጓየ ከም ጨርቂ ክትበሊ ነዘን ከምዚኤን ካብ ምርዓው በይና ከም ባርሓሽ ከም እስካቡሊ ጨው ዘይብላ ጸብሕን ጨው ዘይብላ ጓልን ሓንቲ ታጸብሒ ዘይምቅርቲ ታጓል ዘይውርዚቲ ሕሻ ጓል ጸላእኩ ሰብኣያ ዘይትፈልጥ ምስ ዝኾነ ትሓድር ብዝጠቕሙ ዘይጠቕሙ ጉዲሊ ግዳም ሓደር ጽፋዕ ትድፈር ፎቆ ዶባር ትዘውር እንታይ ንበላ ገታር ዓዛር ቀብዛር ሕሻ ወድ ጸላእኩ ሰንበት ተመርዒ ክንሱ ፍቑራት መስሉ ኣብ መሳሕ እንጀራ ኮላለሱ ንሻዕ ምሸት ብሓደ ይድርሙ ይድቅሱ ንጽባሒቱ ሰኑይ ሰልሱ ካብ ሕጽኖቱ ምሉቕ ኢሉ ከይድ ኣትዩ ምሉቕ ኢሉ ከይዱ ኣባራእቲ ናብ ማቱ ጓል ዘኳሽም ዝኽችሽ ድሕሪ ሰሙን ክልተ ሰሙን ንራይ ቤት ፍርዲ ክካሰሱ ካብዞም ከምዚኦም ተጠንቀቂ ጽልኪ ስምዕና ኣስተውዕሊ ኤልሱ ብጀካ ሚኪኤለ በዓል እያሱ ክንደየና እዩ ንዓኺ የጥንሱ ከም ፈረስ ትኸይድ እናበልካ የስሱ ሕሰብሉ እባ ሎሚ ስጋዕ መዓስ ክነብር ተዓጊሱ ዓሻ ወድ ጸላእኩ ሰበይቲ ገዲፉ ምስ ካል ዘውር ስምዒቱ ዘይቆጻጸር ወታር ዝጉሞ ወታር ኮነ ዝኣቱ ናብ ሽግርና መዋጥር ዝጥቃዕ ብኬሬር ለባም ጓል ፈተኹ እርንብቲ ካብ ገዛ ኣይትወጽእ ወሓለ ዝደፍራ ዘየለ ካብ ስርሓት ገዛኣ የማን ጸጋም ዘይትእለ ልቦና ብቕጥና ትልለ ልቦና ብቕጥና ዝልለ ከማይ ከም ሚኪኤለ ኣነ ሚኪኤለ ኣርባዕተ ዋልድ ተዓዲለ ካብተን ኣርባዕተ እከሊት ትሕሸኒ እከሊት ከም ወይኒ ዘለላ ድመቕቲ ወርሒ ምስ ደቃ ኮኸብ ተሓዛዚላ ግርማ ለይቲ ብጸልማት ብርሃን ትህበኒ ቁኑዕ መገድ ትመርሓኒ እከሊት ሎምስ ናፊቐኪ በጃ ክባ ምጽኒ ምጽኒ ኣይተሻቕልኒ ኣብ ገዛይ በይነይ ኮይነ ጸሚኒ ዓሻ እኳ ኣይኮንኩን ባህ ክብላ ደስ ክብላ ኣከሊት ዶኾን ተለብመኒ መፍትሒ ልበይ ምሳኺያ ዘላ ሓዲ ባወስኒ ልብኺ ከፊትኪ ሃብኒ ሕራይ ወይ እምቢ ኣነስ ሞይተልኪየ ብልቢ ብልቢ ሃየንታይ ከይወርደኪ ብሰማይ ብምድሪ ኣብ ዓለም ትራይ ብግብሪ ብሓይሊ ፈጣሪ ልብኺ ተትሪ ከመይ ኣይ ጽምዝኪ ትሰበሪ ቁሊሕ ምሊሕ ኣይተልምድዮ ዓይንኺ ከይከውን ዘዋርያ ትብል

ረዚ ነባርያ ዳርጋ ንዓይ ኣቦይ እዩ ክራር ሒዙ ኣምዳሰራው ንጉሆ ሒዝ ንኸይድ ሓድሽ ዓዲ ናሰራው ዝበሃል ኣላ እታ ናሰራው ድማ ንኸገርማካስ ዳርጋ ኣስምራ ሙሉ ዝእከባ ሰራውያ እሱ ቴድሮስ ሽሙሎ ቁንጪ ክታሪሳ የለን ረዘነ ባርያ፣ በዓል ወዲ ያዘው፣ ካልኦት ድማ ነይሮም ብዙሓት፣ በዓል ሳምሶም ዝበሃሉ፣ በዓል ዒንዲዳ ዝበሃሉ፣ በዓል ወዲ ሽፈራው፣ በዓል ሻውል፣ በዓል ተኽለ፣ እታ ሰራውስ ንኹሉ እያ ተእክቦ ነይራ ማለት እዩ።

ቀዳመይቲ ፈታዊተይ ዘቢባ ግርም መገዲ ከፊታ ንካልኣይቲ ፈታዊተይ ራህዋ ክረኽባ ኣብ ዕለታ ኤልሳ እውን ተሰሊሳ ጓል ማጫ ዕዳ ዕናቡታ ኤልሳ እውን ተሰሊሳ ጓል ዕናቡታ ሰሚራ ጓል ኣስመራ ንመንጎ እንትኾን ጠሚታ ካብ ቀያሕ ችኮሌት ከደረይቲ መርፅ ከም ወጋሕታ ወይ ከም ዊንታ ኔው በልዮ ናይ ለብዘበን መሓዛ መሰታ እንታይ ቁም ነገር ከየለዎም ብጀካ ሕሜታ ቀሊዓ እናኸደት ኣጥቧታ ንዕርቃን ተመንያ ወይሎ ሕምብርታ ማእልያ የብሉ ናይ ለብዘበን ሃየንታ ክትጥቅ ድኣ ከይትብሉ ኣብ ናይ ሰብኣይ ላልታ መስተውዓሊት እያ ዘይትዕዘብ ከይመስለክን ማርያም ቀሓውታ ትርእየክን ኣላ ጋህ ኣቢላ የዕንታ ጥበብ ኣዴ ማርያም በብዓይነቱ የብልን መወዳእታ እያ

ኣቦይ ግርማይ ኮፍ ኢሎም ከለዉ ኣብ ሓደ ገዛ ምስ ሓደ ወዲ ወድ ጀበሊ ዝበሃልስ ነብሶም ተሓፂቦም ፀሓይ ፅለዉ ነይሮም ፀሓይ እናተፀለዉ ከለዉ ወድ ጀበሊ ካብቲ ገዛ ውፅእ ብል ኣቦይ ግርማይ ኢልዎም እንታይ ደኣ ትገብሩ ኣለኹም ኢልዎም ፀሓይ ፅለዉ ኢሎም እባ ሎሚ ደኣ እሞ በዚ ፀሓይ ደኣ ማሸላ በሊዕኻ ዶ ፀሓይ ትፅለው እዩ ከይትዐምብቡ በሉ እስከ ንዕተስኡ ብሎም ማለት እዩ። ገበን እዩ ገበን ዓቢ ገበን ከይተፈጥራ ከሊበን ብፍላይ ካብ ዝበፅሕና ዘለና ዘመን ክርድኣኒ ካልእ እንታይ ከም ዝሓስብ ክልበን መሪቅካየን ዘይወፀን ኣሜን ትመስለን ንረኺበም ናተይ ወገን ንኺዳነ ምሕረት ባጨቱላ ኣለኹ ተመስገን ሽማ ብዘየገድስ ኣራግፀኣ ሰገን ምስ ብስራት ጓል ገብራት እንታይ ዝኸውን ዓራት ዋላ ኩርኳሕ ግራት ንብረት ገዛኡ ካብ ተመሓየሸ ካብ መራት ወዲ መራት ማጨወት ገዛውትና እንከለኪ እንታይ ኣበለ ግቲራ ቦሎ ጸጸራት ስደት ኳይ ናትክን ከም በዓል ኤሮፓ ኢማራት በጃኺ ሕራይ በልኒ ብሱር ብስራት ነዛ ፈቃር ልበይ ከይትገድፍላ ናይ ቂምታ ስምብራት ካብዚ ኩሉ ናተይ ትእምርቲ ምሳኺ ዘሎ ዝዓበየ ተኣምራት ገምጋም ወስደልኪ ሚዛን ከማይ ከም ዝኾንኪ ረዛን ኣነ ሕሸኪ ካብቶም ጸማማት እዛን ክልቲኡ መዕቆቢ ፍልል የብሉን ኣጉዶም ቪላ ገዛን ጓል ቀደም እንዲኺ ከምቶም ሰብ ሃዛን ኣጎዛን ብውላድኪ ዝመጸኪ ኣይትፈትውን ዋሕዋሕ ትብሊ ከም ሓያል ታርዛን ብዘይካ ቁም ነገር ዘይተዓደልኪ ቀልድን ዋዛን እያ

እድሪስ ብርሃኑ መንግስቲ ሰማይ ተዋርሶ ከዓ ኣላ ረሓሞ ናይ መጀመርታ ደርፉ ፓንፋም ገይሩ ዓደይ መዓረይ ወዝያ ዝያዳ ሃሪማትካ ዘይትሕም ኢላ ኣፋ ገዲፋ እንዳ ትሕንግለካ ኢሉ ዝደርፋ እድሪስ ብርሃኑ እዩ ንዓ ዝደገማ ደርፊ ድማ ሰብ ሕጂ መብዛሕቱ ወድ ባረይ ዝፈልጣ ቀንዲ ደራፊኣ ግን እድርስ ብርሃኑ እዩ ደጋሚኣ ድማ ወዲ ባይረ ማለት መንግስቲ ሰማይ ተዋርሶ ኣምዳ ጽገውይኑ ኮይኖም ኩሉ ዝገብርዎ ነውር ማለት እዩ

ከምቲ ንውላድ ክትብሊ ጌጋ ጌጋ ናትክባ ገደደ ምቕላዕ ሰለፍ ዳንጋ ቁስልኺ ዘይተሕውይ ብኣጋ ንሓዳር ዘራጊቶ ዘሪጋ ነዳድስ ከም ዓለምና ማይ ከይትኾን ብሪጋ ንፋስ ከይኣትዎ ቁሪ ንለባማት ትቆጥዒ ንፈጣሪ ኣይተቐይሚ ንወርሒ ጥሪ እንተመኸርካ ጸቢቡኒ ቀይደይ ትብለካ ዘይናትና ዘይናትኪ

ትግርኛ ኢድ መን ትብል ናይ መድረኽ በዓል እዚ ዓብሰላም በዓል እድሪስ ኬክያ ሞይቱ እዩ ተላታ ዝበሃል ሞይቱ እዩ ንሶም ድማ ዝክሮም
ልቢ ይቕናዕ ሸም ዳዕ ዳዕ ኣይትበል ከም ከልቢ ከይጸልኣና ረቢ ከይቀዝፈና ብኤች ኣይቢ ንጠንቀቕ ደቅና መታን ብሰላም ክንዕቢ ጽን ኢልካ ስምዓኒ ኣታ ደቅኻ ትናቢ
ዓም ኣብሰላም መሓመድ ጻዕዳ ሓያል እዩ ነይሩ ናይ መድረኽ ኣብ በዓል ዕፉን ከማ ነይሩ ከይኮን ዕፉን በዓል ራውያ ኣብኦም ቀንዲ ተሓጋጋዛይ ናቶም ዝነበረ ደራስን ናይ መፅሓፍን ክሳይን ነይሩ ኣብሰላም መሓመድ ጻዕዳ ኣብረክቱ ድርሰት ወላ ዳሪክተር ከምኡታት እዩ ብምሉእ ክሳይ እዩ
ራዛ ናይ ኣቦኡ ሓዛ ኣተዓባብያ ይመስል ወዲ ዞባ ቃዛ ኣነ ግና ወይ ዓበኹን ኣማጭወት ኣለና ድሓን ዝኾነ ገዛ ጎደናና ጎደና ዓረዛ ኣቦታትና ድቁስ ሓሊፎሞ ኣብ ኣጎዛ ክበልዑ ሃንዛ ደቂ ሎማ ስፖንጂ ዓራት ብፎዮ ድፎ ይረኽብዮምሲ እንታይ ከፊኡ የማሩ ኣየ ደቂ ሎሚ ኣይከም ዓሚ ኣይ ከራማት ለሚ ዘበን ኣይከም ዓሚ እንድዒ ክሪኣ ናይ ውፅኢታ ኣብ ግዜ ቀውዒ ትሬዛልት ማለት ገሪሙንላ ኣነ ካብ ዓሚ ከፊኡ ኢሎም ዘበነ ኣይደልይን ክነብር ለሚነ ሰብ ዝኣመነ ከም ማይ ዝሓቆነ እዝጊ ዝኣመነ ዘልኣለም ቀሰነ ኤልሳ ኣለዚዝ ብዓይናን ብስናን ሰብ ኣይተፍዝዝ ንዘፍቀራ ናይ ልብ ተናዝዝ ሃነን ንልቢ ጎበዝ ዘይትፈር ክኾባ ገርህ ልባ ማርያም ትዕጂባ እዝጊ ደኾነ ዛርባ ንኤልሳ ጋመ ዝሕዛን ተረኺባ ሻሽ ኮያ ከም መስከረም ዕበባ ብፍላይ ካን ዓይኒ ሚካኤል ወዲ ማጨወት ወዲ ባባ ናይ ካልእ ኳ ክንደይ ናይ ክዕግባ ለከንዶ ርኤ ዘይፀግባ ንኤልሳ ትጀናጅና ጨርቃ ወርቃ መበለት በቃ በቃ ኣነ ካብ መጠን ንላዕሊ እዩ ዘድንቓ ነተን ካልኦት ኣዋልድ ኣብ ቅድሚ ርእየን ከም ባሊቃ ምስ ኤልሳስ ዋላ ጭቃ ኣዋልድና ተስፋ ከይትቆርጻ ሓሻካ ተሓያወይቲ ልበይ እምበር ነታ ሓያወይቲ ቆልዓ ፈሪሳ ችኮሌት ከደረይቲያ ከደረይቲ ከም ቆርበት ኣፍሪካ ኮኾብያ ኮኾብ ካብ ኣዋልድ ኣፍሪካ ንሳ እውን ከማይ ብወድ ተባዕታይ ዘይዓታ ንኤልሳ ኩኳሓላ ሰላል ማይምነይ ክትከይድ መታን ዘኒጣ ኤልሳ ቀጣን መዓንጣ ሽምታ ዓትርቲ ብዳወይ ክጭብጣ ንቕኑዕ ሰብ ነተንኮል ዝፈሓሰሉ፣ ንተንኮለኛ ተንኮል ዘይተኣልመሉ ወይ ዘምትዃሉ፣ ደሓን ዝግሎ ናበይ ከይተብሉ ኣትንጉሓላሉ፣ ማይክ ሚኪኤል እሎም ከም ትማል ነብስኻ ሓሉ፣ ንዓይ ንሚኪኤል የጸልእ ቅዱስ ሚኪኤል ጸልኣሉ፣ ንዓይ ንሚኪኤል የጸልእት ቅዱስ ሚኪኤል ጸልኣላ፣ ወይዛ ዒላ ሰብ መሰል ተኹላ፣ ኤልሳ ጋመ ጓል ከባቢ ዓዲ ዃላ፣ ኣጣሎም ማይ ሓርሰቴን ጋሕ በላ፣ ኣኽቢርካ ማይ ተመናይ ንገዛውትን ኣማጨወት መጸት መጸት ተኳሒላ ንምቀኛይ ክተፍሽላ እንታይ ኮን ክትብልያ ዳስና ምስራይ ተተኺላ ወይዛ ኣረጊት ዕዋላ ኣኽቢር ፈረንጂ መሰለት ምስ ወሰደት ካብ ጠስሚ ዓዲ ኣውዓላ ኣይወዳእን ከቶ ብዙሕ ዩ ነገሩ ተመስገን ንበሎ

ኣብ መወዳእታ እንታይ እሞ ክብል እየ ዋላ ሓንቲ ኩሉ ዝገበርኩምለይ ብጣዕሚ የመስግን እብል ግንያ ጻዕዳ ዘይብልካ ዕዳ ተወለትካ ገዛ ባንዳ ናይ ፈለማ ፈታዊትካ ዘቢባ ጓል ቢያጅዳ ዘይትስለፍ ቤዳ ምስ በዓል ሓየ ተጎሚዳ ንሓሳድ ቡዳ ዓማፅ ግፍዕኛ እንተቃላዕካያ ጉዳ መን ንፈልጥ ተለምዐት ምድረ በዳ ሃገርና እኳ መኾነት ጅዳ ምተረፋና እኳ እተን ወያላት ስርናይ ካናዳ መጠበሪ ድኻ ኮይነን ዘለዋ ኣዴታትና እባ መሸፋ ሓይዘን ክስርዓ ተዋረዳ ኤርትራና መርዓ ኣኺሉ ዳስ ክንተኽለላ መንእሰይ ኣፅዋር ኣውሪዳ ክትቅርበላ ቴንዳ እያ ትብል